ክበኪ ድዩ ክስሕቕ ዶ ኡይ ደ ክብል ግራ ኣትዩኒ ልገብሮ ልገብሮ ነገር ብቻ ሲ እንትን ኢለ ስምዕኒ ኢለያ ኣነ ትሪኢ እንተለኺ ካብ ሃገረሰብ ወይ ድማ ካብ ገጠር ኣይኮንኩይ መፂኤ ካብ ኣዲስ ኣበባ ኢኺ ኣምፂእኽኒ ኢለያ ኻልኣይ ኻዓ እቲ ትሽርሙጢ ነይረ ኢለያ ቃል ብቃል እዚኣ ኢለያ እኔ መድሐንኹ ነይረ እኔ ትሞተ እንተላ መድሐንኹ ነይረ ኢለያ እሺ ወፂኤ በቃ ናብ በኽያት እየ እንትን ኢለ ኣዎ እንትን ኢላት እዩ ንሳ ማለት እዩ ውፅ ምናምን ትለኒ እሞ ወፅኤ እዚ ሰብኣይ ልኸይድ ይኸድ ካብኡ ምዛ መሓዛይ ተዋግዕ ምዛ ዓርኪ ቀዲማትኒ ልመፀት ትፅዋዕ እሞ ለኣ ሃምዚ ሃምዚ ሃምዚ ሃምዚ ሃምዚ ናይ ሰርሒ ኢላ ከምዚ ኢላ ኣነ ዓደይ ስደድኒ ኢለያ ሽዑ ኢለ በቃ ምሸት ለነገረከ እየ ኢለያ ከዝላ ዓደይ ስደድኒ ኸፈልኒ ኢላትኒ

ኣብ ትግራይ ኣብ ኣይ ሚን ኢትዮጵያ ውሽጢ ነገረክ እየ ዘመድ ዝበሃል እንትን ይብልና ደዊሉ ከምዚ ሃብኒ ልትሉ እየ ሰብ ስለይብለ ኣብ ባንክ እኳ ልጠቐ ኣብ ባንክ ሰኔኪ ኣብ ባንክ ጠ ካበይ ላብ ኣፍ እየ ዓበየ ካብ ዓሰርተ ኣርባዕተ ዓመት ተጀሚሩ ትወፅእ ኣለኹ ካብ ገዛ ካብ ዓሰርተ ኣርባዕተ ዓመት ተጀሚሩ ካብ ላብ ኣፍ እየ ለይሰራሕኩ ወይ ለይዳስላም የቐርብ እንዳ ክርስቲያን የቐርብ እንዳ ኩሉ ኢዳ ሰብ ዝሰርሕ ነገር ኣተኹ እያ ተመርሚረ ምናምን ቪዛ ዝስረሐለይ ኦልሞስት ገና ብሓደ መዓልቲ እያ ሂወተይ ምስቅልቅል ለበለቶ ካብኡ ከምዚ ከምዚ እሺ እናበለ ክስእ እንትበል መቀኒክ ድምን ግዲ ክነመቻች እሺ ካብታ ትገብረኒ ኣይሰርሕ ምናምን ሰርኽዋ ኣብ ገዛ ተዓፅየኒ ኣብ መኖርያ ገዛ ተዓፅየኒ ምግቢ የለይ ማይ የለይ ያው ዱባይ ትበሃል ተሎ ክዳን ይኹን ቀየሪ ናብ ውሽጢ ክዳን ምናምን ሒዝኻ ይትኸዲ ንእሽተይ ሒዛ ከይድ ነረ እሱ ካብዚ ክፍለ ውፅያቶ እያ በካሚ ክስልቼን እሞ ላብዙ ህይወት እሱ ክኣተ የላ እያ ደልያ ይገብርኸወይ ኣይጠምየኒ ማርያምን እብለክ ኣለኹ ን መጽሓፍ ቅዱስ ነይሩ ካብዚ ሒዘ ልኸድኩ እስ በቃ ውል ብሱ ተምትበኸዮ ነገር ነኪ ዋለ ጥሜት ልባል የተሰማኒ ሰለስተ መዓልቲ ተዓጽያትኒ መበል ራብዓይ መዓልቲ ዛቆልዓትኒ ኣይትናገር ለኢላ ከፊታትኒ ከፊታ ማንም ሰብ ካብ ሰራሕተኛ ማንም ክርእየኒ ኣይትደሊ ከፊታ በዓላ መጽያ ንዕውጽ ኢላትኒ ኣነ ጓላት ጓልኒኣትኒ ኣብናም ኢላ ንእሽተይ ባንድ እንትን ኩቡ ዝልባሃል እንዮ ካብ ሽዑ ጀሚረ ካብ ወሊዐ ይፈልጥ ብጣዕሚ እየ ዝፀለና ማይና ኩቡዝ ሂባትኒ ኣብ ሳልሳይ መዓልተይ ካብኡ ይዛትና መፅያ ካብኡ ከምዚኣ ምዚኣ ናብ መወዳእታ ምስ ሃየ ትሰርሕትኾን ክሰርሒ ከምዚ ዘሎ ክልተ ወርሒ ብነፃ ትሰርሒ ኢላትኒ ደሞዝ ዝበሃል የለይ እሺ ኢለ ኣማራጭ የብለይ ደሞዝ ኣብ ወርሒ ወርሒ ትበኒ ብነፃ እሺ በልኩ ደሞዘይ ትበኒ ክልተ ወርሒ ሰሪሐ ኢላ ግን ንዓዲ ተብፅሐኒ እዩ ካብ እሺ ኢለ ኮፍ ኢለ ምስራሕ ጀሚረ ምስራሕ ምስ ጀመርኩ መስተንግዶ ጥራሕ ናበይ መፅኣ ናብ ኢትዮጵያ ዝሳተሰበይቲ ናብ ኢትዮጵያ ምስ መፀት እንታይ እያ ትገብር ሓሲባ ነይራ ብናያቶም ኣባህላ እንታይ ሃም ንሳተን ዓሰርተ ዓመት ዓሰርተ ሓደ ዓመት እየን ዘን እንስተውለ ኣለዋ ሃሙ ከፍ ክተብለኒ ሓሳባ ነይሩ ኣይኮነላይ ግን የተሳካዕላይ መስለኒ መፅያ ፃሪፋትኒ ኣው ኣብ ደገ ኮፍ ኢል ሓደ ግዜ ናበኸኹ ዝኾነ ዓረብ መፅዩ እንታይ ኮይኑ ከምናም ኢለኒ እሞ ቋንቋ የለይ ካበይ ከምጽእ ነልሞስ ዳርጋ ዓሰርተ ሸሞንተ መዓልቲ ትሽዓተ መዓልቲ ይኾን እዩ ሽዑ ዘነኡ ልነበራ ኣብኡ ልጸንሓኒ ዓሰርተ ምናምን ዓመት ዝጸንሓ እንታይ ኢለና ክትብልኒ ዓበይቲ እየን ኢለኪ ዓበይቲ እየን ኣይ ወለዳይ ዕድመኣን ኸይዱ እዩ ምናምን ብምንታይ ተጻዊረና ከልዕሎ እንትን የብልኩ ነይረ ስለ በቃ ኣነ ስለ ለይኣምነሉ እምበይ ሓቀይን ለኣየ ከይደስ ኢትዮጵያ ከይዳ ኢለኪ ኢትዮጵያ ልኸደቶ ግልፅና ግልፂ እንዳ ጠንቋል እዩ ልኸደቶ ባም እያ ተኣሰረክ በቃ ስለ ልኣምናሉ ድዩ ሃሙ ኣሚነን ድዩ ከፍ ኢለን ፈጣሪ ይፍለጦ ንዓየ ግን ቀጥታ መጠዛ ስበይቲ ድሮም ኣባት ያልወደደሽም እያ ኢላትኒ
እንደ ካብ ኒያ ዓባይ ሰበይቶም ኒያ ዋይ ኣቦ ኣብዚ ድዩ ኢለያ ሰሪዓት እንዳ ሓቀየ ኣይኾነ ኢላትኒ በቃ ሃምዚ ሃምዚ ሃምዚ ሃምዚ እዩ ከምዚ ደብረ ዘይት እዩ ከምዚ ከምዚ እዩ ተብለካ ከይዳ ብፎተኺ ብሽም ናኸም ናብ ናየማ ኣርሴማ እኒኣ ኢለያ ከምዚ እያ ኢለያ ግልፂ ናየማ ቅድስቲ ኣርሴማ እኒኣ መቸም የሳካዐላ ኢለያ ንሮ ዘይተሳክዐላ መፅኡ እያ ፀሪፋትክ እኮ ኢላትኒ ካብኡ ሕልማ ከዓ ካልኣይ ክትኸድ እያ እንታይ ገይራ ሒዛ ትኸድ ፓንት ሒዛ ትኸድ ተጠንቀቂ ኢላትኒ ካብኡ ንሱ በቃ ምፍ- ሓ- ሓቂ እ- እ- እንትን ኢልቲ ቆልዓ ግን ምፅል- ጸሎት ጀሚረ ኣብዚ ከ ዘይተሳኸዐላ ኣሲማ በቃ ካብዚ ኣው- ኣውፅኒ እየ ከዚ በቃ ዓደይ ስደድኒ ይስደኪ ቅርሺ ክፈሊ እ፣ ከምዚ ስርሒ ብሃምስ ተኣስረካ ብሃምዚ እየ ኣሲራትን ዘን ኣንስቲ ካብ መጨረሹ በቂ ኔኪደ ምንም ምብላዕ ምንም ምስታይ ባዕሉ ኣፅሊኡ ነው ዝገዛ ማለት እዩ ኣሽዑ ኣብ መሬት እንታይ ኣብ መፅያ ሽዑለስ ዝኾነ ሰብኣይ ሃርስ እያ ኢላትነ ሽዑለ ምስ መፀት እንድዒ እንታይ ሓሲባታ እያ ኮነ እንድዒ ሃረሰት እያ ሃርስ ኢለክተላ ዓራት ተዛጋጅዩ እና ቢዝነስ ዝሰርሕሉ ዓራት ተዛጋጅዩ ምናምን ይኮነ ከምዚ እዩ እዚ ካፌ እዚ እዩ ኦፕን ክችን እኒኦ ኣብ መሬት ስሚንቶ ኢካ ርስትለኪ ምክንያቱ ዝገዛ ካፌ ምኳን ኢምበይል ይፍለጥ ኣብዚ ዓዲ ሕጋዊ ናንትን የለ ስለዚ ኣብ መሬት ሰብ እኮ ወይ ምንፃፍ ወይ እንትን እኮ የንፅፈልክ እኮ ኣብ መሬት ምክንያቱ እንታይ እኒኦ ድንገት ፖሊስ ተይኣትዩሲ ባዕለይ ኣወይ እንትብል ትብለኪ ዝምንጻፍ ወይ ደሞ ልኾነ ነገር ተልይ ግን ስእ ክዘጋጀኽዮ ከይትበሃል እዚ እዩ ነይሩ ካብ መሪ ኣብ መሬት ሃርሲ ኣነ ሓደ ግዜ ኢለያ ውዲ ሳንቲም ወሲድኸይ እንደገና ብላዕሊ ሕድዚ ሕሰብዮ ኣብዚ ከተማ ይኹን እቲ ልክ እዛ ዓዲ መፅኡ ኢብን ምሳኺ ወይ ደሞ ሃሙ ልደሊ እንታይ እዩ ጊመልጣ ሓለውቲ ባንጋሊ ዝበሃሉ እኒሁ ኣብዚ ዓዲ ሳይድለይ ብጣዕሚ እዮም ልጮኑ ማለት እዩ እንኳን እንደውም ሳቶም ኸሬ ነገር ክትገብሊ ኣብ ጥቓ ኮፍ ኢሎም ንባዕሉ ቡና ክተኽፍለሎም ብጣዕሚ እዮም ልቆፍ ሰባት እዮም ግን ጨነውቲ እዮም ምስ ሃሞም ዓይነት እንትበቕጥ እንትዒ ኣብ ዓዲ ኮይነ ክለይ ሰራሕ እንትንደይብልኽየስ ሓዳሓደ ግዜ ሓሪፉ ተዋግ የሳቐካ ይባና ግን ብጣዕሚ ለሕም ለሕመን ተዋጋእ ተለኹ ኣይኮነ ምውጋእ ልባዕሉ ዋላ ይሕለፍ እምበይ ዝሓለፍካ እዩ ብጣዕሚ ዘሕመቅ ብሃምዚ ምሳኣ ኩሉ ትባእስ ነረ መዛ ሰበይቲ እና መጨረሻ ካብኡ ዝወፃእኩሉ መንገዲ ንፍለኪ ኮፍ ኢለ ሃሙ ሰለት ንወፅኤ ኮፍ ኢለ ዳበኸኹ ነረ ካብ መን እዮ ንዛ ቀዲማ ዝኸደት ቆልዓ ብዓረብኛ ስለእትኽእል ቅድሚ ኩዌት ድዩ ምናምን ነይራ ዓረብኛ ስለእትኽእል ምስ ናዛ ዓዲ ዜጋ እዩ ናብ ዱባይ ናብኡ ተኾይና ትበክላ ይብላ ዓብዪ ሰብኣይ እዩ ተኾይና ትበክላ ከምዚ ከምዚ ከምዚ ኮይና ከምዚ ገይራ ከምዚ ስርሒ ኢላታ ከምዚ ታማ ነገርክን እለ ትፈልጢ ትቕድምኒ ታማ ነገርክን ትፈልጢ ኣይ ኣነ ዓረብኛ ስለእኽእል እዞም ሰባት ሃምዚ ኢና ላታለልኹ እየ ላኣ ሃምዚ ሰራሕ እያ ትፈልጥ ግን ሃምዚ ናታለልኹ እየ ላል ዞም ግበር ኢላ እታ ትወጽእ እሞ ዝኾነ ትነግሮም ንሳ ከዓ ኣረኛ ስለ ትኽእል ትነግሮም ሓደ ሓደ ሻዕ ሕማም እኒኤ ንትብሎም ኣይፍቀድ ግን ሓደ ሓደ ሻዕ ሕማም እኒኤ ንትብሎም ምክንያት ላፈጠረት ብቻ ሳንቲም ኣውሆ ቢሉም ናብ ቡና ይኸዱ እዮም ብሃምዚ እያ ሓሊፎ እየም በይ ሃምዚ ሃምዚ ኢና እኒኤና ሃምዚ እዩ ንሓልፈልና ስቓይሲ ሳቅ ኣለና ኢና ትብሎ እናት ኣየ ዓላማኽን ኣስ ናየ ቪዛ ሰሪሓትለይ እያ ኢላቶ ንኣኣ ግን ኣይሰርሐትላይ ስለዚ ስለዚ ዓዳ ክትኸድል እያ ቅርሺ ክፈል ኢላታ ካብ ጸውዕያ ይብላ እንታይ እዩ ዓላማኺ ይብለኒ ናብዚ ንምምላስ ምንም ነገር የብለይ ኣቑሒተይ ፅዒነ ልሓፍተይ ህያ እያ ኣዲስ ኣበባ ምንም ነገር የብለይ ከም ብሓድሽ ገዛ ተከሪ ከም ብሓድሽ ህይወት ኣብ ካልእ ክሰርሕ ይኽእል ዶ ኢለ እዩ ጠየቀዮ ኢለያ ጠይቓተዎ ትኽእሊ ኢኺ እናታይ ክገብር ቀጥታ ናብ ሕጊ ክዳ ከይትጠፍኣ ናብ ፖሊስ ናብ ሌበር ኦፊስ ዝበሃል እኒኦ ላኡ ክዳ ሽና ንጉሆ ንናሃሚ እባ ከድና እዚ ሰብኣይ ብሃመይ ንወፅእ ካብዚ ገዛ ኢልናዮ እንድዒ ብሃመይ ሃም ትወፅእ እንድዒ ግን ኣነ ብድሕሪት ከምዚ ከምዚ ክፅበየክን እየ ካብኡ እሞ ክልተ ልትፈልጦም እንተልይካ ክልተ ወዳት ስደደልና ኣነ ኤሌዮ ካብኡ ብቢዝነስ የዋግዕዋ እሞ ንዛ ሰበይቲ ሒዝናዬ ኢና ንኸድ ኣብኡ ዘይንደልዮ በሉ ኣብኡ ሃምዚ ሃምዚ እያ ትብለና ይብላን ካብኡ ጽቡቅ እጭ እሺ ኢሉ ክልተ ናይ ባዕሉ ኣዕርኽቲ ዓረባት ይሰደልና ኣዛ ዓዲ ሃምዚ ሃምዚ ከድኩም ዘን ኣብኡ ከፍ ንብል ኢና ንምሸት ንጽበየኩም ኢና ሃምዚ ሃምዚ ከድኩም ካብኡ መጽሓፍ ቁዱሰይ ናይ ፓስፖርተይ እና ሓንቲ ስረ ነይራትኒ ልሱ ኣዩ ኣብ መኪና የቅምጠለይ ናኡ ምሸት መጽኦም ዘም ክልተ ሃምዚ ኣምዚ ሓሙሽተ ሚእቲ ደገ ተኮይኑ ትብሎ ብናይና ሳይ ኣዛዚት ኣንሕና ንናገር ነገር የብልነ ኣንሕና ኣቁሒት ኢና ተመጽኦም መቀንትን ሓሙሽተ ሚእቲ እሺ ንሰደልክ ኢና ይብልዋ ንሰደልክ ኢና ሓሙሽተ ሚእቲ ሕዚ ግን የንብይ ምክንያቱ ኣኡ ከይድና